ኣነ ጓል ቢልዓምር እየ። ኣነ ጓል ዓሰቦት እየ። ኣነ። ኣነ ትግርኛ እየ ባዕለይ።
ኣነ ጓለባት ትግርኛ እየ። ኣነ ጓል ቀቢላ እየ።
ጓል ቀቢላታት ጓል ኣገው እየ ኣነ። ኣነ ዳኣ ትግራወይቲ እየ ኢለኩም እኮ ኣነ ባዕለይ ሲ ኣነ እኮ ጓል ምስማር ምድር እየ። ጓል ቀቢላታት እየ። ጓል ቀቢላ ኣገው እየ ብሌን ኣገው።

ኣነ ኣድሒን እየ ሓፍትኹም ኣድሒን ተደሊኹም ከኣ ሓናን በሉኒ ከም ካልኣይ ሽም ባረከላህ ፊኩም ከምቲ ኩሉኹም ትፈልጥዎ ኣብ እምነት እስልምና ካብ ዝኣቱ ሎም መዓልቲ መበል ዓሰርተ ሸሞንተ መዓልተይ እዩ ኣብዚ እምነት ማለት እዩ ካብ ዝኣቱን ምኽታል ካብ ዝጅምርን ማለት እዩ ናይ እግዚኣብሔር ምሕረት ናይ የሱስ ክርስቶስ ጸጋ ናይ መንፈስ ቅዱስ ሓለዋን ተጣባቅነትን ኣይፈለኹም ቅዱሳን ኣሕዋተይ ናይ እግዚኣብሔር ቤተሰብ ከመይ ቀኒኹም ከመይ ውዒልኩም።
ሰይድ ሽወደን ኢኻ ሽወደን እዩ ሰብኣየ ነጊረኩም እየ ብቕዳም። ብትምክሕቲ ብትምክሕቲ እዚኣ ታሪኽ እያ ኣነ ሓደ ትግራዋይ ክምርዖ እየ ሕጂ መቐለ ከይደ ትግራዋይ ክምርዖ እየ ኣይ ፕሮሚስ እዩ እዚኣ ከም ትኸውን ፍለጡ ብጣዕሚ ብጣዕሚ ብጣዕሚ ብሃገር ደረጃ ዝሓስብ ሰብ እየ ብጣዕሚ ስማርት ዝኮነ ርእሲ እዩ ደለኒ ኣነ ስማርት ፕሮፌሰር እኮ እየ ኣነ ፕሮፌሰር ብጣዕሚ ስማርት ርእሰይ ብጣዕሚ ያ ሰይድ ሽወደን እየ ከዓ ሽወደን እዩ ሰብኣየ ነጊረኩም እየ ብቀዳም ሰብኣየ ኣብዚ ከምፅኦ እየ ሕጂ ሸሃዳ ባዕለይ ሸሃዳ ከቀብሎ እየ ከመስልሞ እየ ኣብ ቀረባ ግዜ ሰብኣየ ከመስልም እዩ

እዚ ናተይ መርገጺ ክርስትያን እየ ኣነ ኣነ ክርስትያን እየ ኣብ ምስልምና ተመሊሰ ቁርኣን ቀሪኣ ንትብሉ ክርስትያን ኣይ ኣም ክርስትያን ቦርን ኤግን። ኣነ ጓል ምስልምና እየ ነጊረኩም እየ። ደቂ ሓማሴን ድማ ምስ ሰልሒት ኮንኩም ሓይልኹም ፓወር ክትገብሩ ማሕበር ክትገብሩ ሕብረት ክትገብሩ ድማ ኣነ ጻዊዕት የቕርብ። ኣነ ወዲ ኮሎጉዛይ ክገዝኣኒ እየ ዝደሊ ውሓጥዎ በሉ ሕጂ። ኣነ ወዲ ሰልሒት ክመርሐኒ እየ ዝደሊ ዝፈልጠኒ ጠባየይ ዝፈልጠኒ እንታይነተይ ዝፈልጠኒ መንነተይ ዝፈልጠኒ ክብረይ ዝፈል- ክብርታተይ ዝፈልጥ ባህለይ ዝፈልጥ ጠባየይ ልምደይ ዝፈልጥ ወዲ ሰንሒት ክገዝአኒ እየ ዝደሊ ኣነ ኣርባዓን ኣርባዕተን ነጥቢ ታዲኣ ኣይትሽልሙናን ዲኹም ኣብዚ ናይ ሚድያ እ፣ ንነጥፍ ዘለና ገለ ሳፖርት ይትገብሩናን ዲኹም ዳ ንሕና ብን- ብ- ብ- ብ- ብበንዚን ዲና ንሰርሕ ኣነ ብ- ብላምባ ደ ዝሰርሕዎ ጀነሬተር እኮ ይኮንኩን ኣነ እ፣ እዚ ሚድያናስ ብላ- ብላ- ብላምባ ይኮነ ንሰርሕ ኣነስ ማይ